ሰላም ከመይ ቀኒኹም ክቡራት ተኸታተልቲ ኤሪ ሜሎዲ ኣብ ናይ ሎሚ መደበይ ድማ ድሕሪ ዝተኻየደ መስርሕ ሰላም ኣብ መንጎ ኤሪ ኢትዮ ገለ ካብ ኣሰካፊ ስርቅን ገበናትን ክንርኢ ኢና ሰናይ ምክትታል። ድሕሪ ምኽፋት ዶባት ሰርሓን ዓዲ ዃላን፣ ልቢ መንእሰያትን ህዝብን እምሓጀር ክሰልቡ ካብ ዝህቅኑ ዝነበሩ መንእሰያት ምንባሩ ተቐማጦ እምሓጀር የዘንትዉ። ህዝቢ እመሓጀር ሓደ ክፋል ህዝቢ ኤርትራ ከም ምዃኑ መጠን፣ ንኸምዚኦም ዝኣመሰሉ ሰባት ብጥርጣረ ዓይኒ ዘይኮነ ብኽፉት ልብን ሰናይ ባህግን ርእዩ ካብታ ዘላቶ ኣእንጊዱ እንቋዕ ደኣ ናብዚ ተበጽሐ እምበር ጉዳይ ምኽፋት ዶብ መዓልቱ ሓልዩ ክመጽእ'ዩ ብምባል ሰሰናዩ ተመንዩ የፋንዎም ዝነበረ ከም ትምኒት ህዝቢ እምሓጀር ዶብ መዓልቱ ሓልዩ ተኸፍተ። በዚ መሰረት ክሱስ እምባየን ካልኦት ዝርከቡዎምን መንእሰያት ትግራይ መን ኢኻ ዝብል ዘይብሎም እዚ ወይ ከምዚ እኮ ክገብሩና ይኽእሉ እዮም ዝብል ጥርጣረ ኣብ ርእሶም ከይሓደረ ንከተማታት እምሓጀር ተሰነይ፣ ባረንቱን ዓዲግድርን ሓምበጡለንን ዓንደሩለንን። ድሕሪ እዚ ድማ ዝዓለምዎ ዕላማ ንምትግባር ከም ቀዳምነት ነዞም ዝስዕቡ ኣጀንዳታት ኣብ ምትግባር ተንቀሳቐሱ። ንባህልን ልምድን ህዝብና መዚምዞም ድማ ነቲ ጎረቤቱን እዝጉን ኣሚኑ ቤቱ ኣርሕዩ ዝድቅስ ህዝቢ፣ ጻሕቲሩን ሰሪሑን እምበር ሰሪቑ ክነብር ዘይሓስብ ህዝብና ኣነባብርኡ ንኽሰርቆ ምቹእ ምዃኑ ኣብ መደምደምታ ተበጽሐ። እዞም ሸውዓተ ዕሉላት ናይ ስርቂ ገበነኛታት ብሓባር ክንቀሳቐሱ ስልታዊ ኮይኑ ስለ ዘይረኸብዎ ብጉጅለ ተኸፋፊሎም ክንቀሳቐሱ መደብ ዘርዑ። በዚ መሰረት ድማ ሓየሎም መፍሱዝ ከምኡውን ዜናዊ ኣብ ቀዳመይቲ ጉጅለ፣ ሓጎስን ክብሮምን ብባርያ ብዝብል ሳጓ ዝፍለጥ ሒዛ ካልኣይቲ ጉጅለ ስርቂ ኣዋሃሂዶም ንዝምታ ናብ ኤርትራ ወፈሩ። ፈለማ ኣብ መደበራት እምሓጀርን ጎልጅን ቅድሚ ሕጂ ተራእዩ ዘይፈልጥ ቁጽሪ ጥርዓናት ስርቂ ኣብ መደበራቱ ፖሊስ ወሓዘ። ከምቲ ልዕል ኢሉ ዝተጠቕሰ ነበርቲ እዘን ከተማታት ብፍላይ ጋሽ ባርካ ድማ ብሓፈሻ ንብረቱ እዝጉን ጎረቤትን ኣሚኑ ስለ ዝንቀሳቐስ እዚ ድማ ነታ ካብ ትግራይ ዝመፀት ጉጅለ ዝምታ ከም ዓብዪ ብልጭኣ ስርቂ ሓሲባ'ያ ናብ ስርሓ ጀሚራ። ብተወሳኺ ካብ ህዝቢ ተሰነይን ዓሊግድርን ልዕሊ ዕስራ ጥርዓናት ገበን ናብተን መደበራት ኣበለ። ገለ ካብኡ ንምጥቃስ ድማ፣ ቀዳማይ፣ ኣቶ ረዳእ ዝተባህለ ነባሪ ዞባ መስከረም ብለይቲ ገዛይ ኣትዮም ዘመናዊት ሞባይል ሰሪቖሙኒ። ድምጺ ሰሚዐ እንተተነሳእኩ ክሃድሙ ክኢሎም። ኣብ መሬት ግን ዝወደቐ ቦርቶፊሎ ረኺበ። ንሓደ ጎረቤተይ ሓዉ ዋንነታ ብዘይክኡ ሰራቒ የብለይን ኢለ ድማ ናብ ፖሊስ ጥርዓን ኣቕረበ። ንምጽራይ ሓውን ጎረቤቱ ዝኾነ ኣቶ መሓመድ ኣብ ትሕቲ ቀይዲ ኣተወ። ካልኣይ፣ ኣቶ ኻልድ መሓመድ ተቐማጢ ዞባ ሰውራ ከባቢ ሰዓት ክልተ ናይ ለይቲ ክሸይን ኢለ ምስ ወጻኹ መንነቱ ዘይፈልጦ ሰብ ጸልማት ተጎልቢቡ ኣብ ደገ ጸኒሑኒ። ክሰርቕ ፈቲኑ'ውን ኣይተዓወተን ሃዲሙ። ንመገሻ ሓሲበ ስለ ዝነበርኩ ንግሆ ተንሲኤ እንተረኣኹ ሞባይለይን ከምኡ ውን ናይ መሓመድ ሓወይ ቦርተፊሎን ተሰሪቓ ኣብ እንዳ ኣቶ ረዳእ ተደርብያ ጸኒሓትና። ኣቶ ረዳእ ድማ ብጀካኻ ሰራቒ የብለይን ብምባል ንሓወይ የእሲሮሞ። ኣነ ድማ ሌባ ኣብ ምሓዝ ምትሕብባር ክግበረልናን ንሓወይ ብጸለመ ዘእሰሮ ኣቶ ረዳእ ድማ ብጸለመ ክሕተተልና ንምሕጸን ዝብል ክሲ ኣእተኹ። ከምዚ ሓደ ቁማል ስረ ይፈትሕ ሓደ ፈገር ሃገረ ጥፍእ ዝተባህለ ንዓመታት ብምትሕልላይን ክነብሩን ዝጸንሑ ጎረባብቲ በዚ ገባሪኡ ዘይተፈልጠ ሓድሽ ተርእዮ ኣብ ዘይምትእምማንን ምውንጃልን ክኣትዉ ተራእዩ። እቲ ዝርዝር ኣዝዩ ብዙሕ'ዩ። ሰረቕቲ ኪኖ ዝሰርቕዎ ንብረትን ገንዘብን፣ ኣብ ውሽጢ ስድራቤታትን ጎረባብትን ዝፈጠርዎ ምጥርጣርን ዘይምትእምማን እንዳዓበየ ክመጽእ ተራእዩ። ከም ኣብነት ኣቶ ዓብደልቃድር እድሪስ ብ ዓሰርተ ሸውዓተ መጋቢት ክልተ ሽሕን ዓሰርተ ትሽዓተን ካብ ሓሺሻይ ናብ ተሰነይ ደሞዝ ክወስድ መጺኡ ክመጽእ እንከሎ ጃብር መሓመድ ንመሓመድ ማሕሙድ ሃቦ ኢሉ ሸሞንተ ሽሕን ሚእትን ሓምሳን ናቕፋ ኣማሊእዎ። ናቱ ገንዘብ ድማ ክልተ ሽሕን ሽዱሽተ ሚእትን ብ ብድምር ዓሰርተ ሽሕን ሸውዓተ ሚእትን ናቕፋ ኣብ ጀብኡ ሒዙ ናብ ተሰነይ ተጓዒዙ። ኣብ ተሰነይ ምምሕዳር ከባቢ ሰውራ ዝርከብ ሓሰን እብራሂም ዝተባህለ ወዲ ሓወብኡ፣ ኣብ ገዝኡ ሓዲሩ ካብቲ ገዛ ክዳውንቱ ኣውጺኡ ኣብ መንተርኣስ ኣቐሚጡ ደቀሰ። ንንግሁኡ ተንሲኡ ክብገስ ጁባታቱ ስለ ዝፈኾሶ ሃሰስ በለ። ጥር ትብል ሳንቲም ድማ ሰኣነ። ኣብ ሆቴል ዘይምሕዳረይ ይብል ዓብደልቃድር ገዛ እንዳ ዘመደይ ውሑስን እሙንን ኮይኑ ስለ ድሓሰብኩዎ'ዩ። እንተኾነ ዘይሓሰብካዮ ምርካብ ኣይ መርገም ኣይ ምረቓ ስለ ዝኾነ ንመን ከም ዝኣምንን፣ ንመን ከም ጽርጥርን ሓቢቱን ኣሎ ብምባል ይውስኽ። ስለዚ ብመንገዲ ፖሊስ ምክትታል ክግበረለይን የመልክት ኣለኹ ብምባል ናብ ፖሊስ ምሕጽንታ ኣቕሪቡ። ካልእ ሜሪ መኮነን ወልዳይ ተቐማጢት ምምሕዳር ከባቢ ሽዕብ ተሰነይ ዝኾነት ዜጋ ድማ፣ ነዚ ዝስዕብ ጽሑፍ ናብ ፖሊስ ኣቕረበት። ዓሰርተ ኣርባዕተ ለካቲት ክልተ ሽሕን ዓሰርተ ትሽዓተን ብንግሁ ኣቦሓጎይን ሓትነይን ኣኮይን ነስመራ ገሾም። ካብ ዓሰርተ ኣርባዕተ ናብ ዓሰርተ ሓሙሽተ ለካቲት ኣብ ዘውግሕ ኣነ ምስ ሓወይ ደቂ ሓትነይን ኣብ ላዕለዋይ ደርቢ ደቂስና እንከለና ሰረቕቲ ቤትና ሲሮም ናብ መንበሪ ገዛና ብምእታው ታብለት ሳምሶንግ ዓሰርተ ክልተ ሽሕ ናቕፋ ዝዋጋኣ ዘመናዊት ሞባይል ዓሰርተ ሰለስተ ሽሕ ናቕፋ ዝዋግኣ ወርቂ ካቴና ምስ መስቀላ ዓሰርተ ክልተ ሽሕን ኣርባዕተ ሚእትን ተስዓን ዝዋግኡ ወርቂ ብራቻሌት ሽዱሽተ ሽሕን ሰለስተ ሚእትን ዝዋግኡ ወርቂ ናይ እዝኒ ሰለስተ ሽሕን ሓሙሽተ ሚእትን ናቕፋ ዝዋግኡ ንብረት ከም ዝተሰርቀኒ ብትሕትና የመልክት ዝብል ጽሑፍ ናብ ፖሊስ ዘቕረበት። ካብ ካልኦት እውን ከምኡ ካብ እምባየ ገብርሂወት ወልደሚካኤል ኣረፋይነ ክሳብ ናይ ሕክምና ዓይኒ ካርድ፣ ካርዲ ምክትታል ደም፣ ናይ ስዑዲ ፍቓድ መንበሪ መኪና ኮቢ ሰሪቖም። ገለ ካብ ፍሉይ ዘጋጠመ ኣቶ ሓሰን መሓመድ ተቐማጢ ኣቑርደት ብመገሻ ናብ ተሰነይ ምስ ከደ ናብ ውሑስ ሆቴል ዝብሎ ሆቴል ሳንሒት ብምኻድ ክሓድር ዝወሰነ። ከም ልሙድ ዓራት ሒዙ ደቀሰ። እንተኾነ ብ ዓሰርተ ክልተ ለካቲት ካብ ጁቡኡ ኣቐሚጥዎ ዝነበረ ዓሰርተ ክልተ ሽሕን ሽዱሽተ ሚእትን ናቕፋ ተሰርቀ። ከምቶም ካልኦት ግዳያት ድማ ናብ ፖሊስ ከይዱ ጸገሙ ሓበረ። ካልእ ሙሴ ዘርኣይ ዝተባህለ እውን ተመሳሳሊ ሽግር ኣጋጢምዎ። እዞም ተመሳሳሊ ሽግር ዘጋጠሞም ነበርቲ በቲ ቀጻሊ ዝጋነፎም ዝነበረ ስርቅን ንምትሕብባር ፖሊስ ቅሩባት ነበሩ። ሓደ መዓልቲ ሚኒባስ ካብ ዓሊግድር ናብ ተሰነይ ትመጽእ ዝነበረት ሓበሬታ ዝበጽሖም ኣባላት ፖሊስ ደው ክትብል ንመራሒ መኪና ኣዘዙ። ሓላፊ ፖሊስ ንተሳፈርቲ ይቕሬታ ግቡሩልና ኩሉኹም መነት ወረቐትኩም ቀሩቡ ዝሓተትናኩም ኣብ ምላእ ድማ ተሓባበሩና ብምባል ተመቕለለ። ሓደ ሰብ ግን ኮፍ መበሊኡ ከም ዝኳሕርኩሖ ከዕለብጥን ልዕሊ ሰቡ ሃሩር ከም ተሰምዖ ተርበጸ። ኩሎም ኣባላት ፖሊስ ድማ ብፍሉይ ምቅስቓሳቱ ኣስተብሃሉ። ሓደ ካብቶም ፖሊስ ድማ ንዓስከ ውረድ በሎ። መን ኢኻ? ዝብል ብዘዋጥር መንገዲ ነቲ ፖሊስ ተገምጢሉ ሓተቶ። ኣባል ፖሊስ ድማ ንዓኸ ቅልጥብ ጥራይ ውረድ ክብል ኣዘዞ። ኣወራርድኡ ከም መንእሰይ ዘይኮነ ከም ሽማግለ ሰብ ብዘገምታ ወረደ። ወረቕት መንነት ግዳ ሃበኒ ዝበሎ ፖሊስ የብለይን ብምባል እቲ ጥርጡር መለሰ። በል ኣብ ጁባኻ ዘሎ ኩሉ ኣረክበኒ ምስ በሎ፣ ዕጥይጥይ ጀመረ። ምስ ተጎርጎረ ግን ካብ ኣቶ ሓሶን ዝሰረቖ ሰዓትን ሞባይልን ገንዘብን ብጭብጢ ክርከብ ከኣለ። ብድሕሪ እዚ ኣባላት ፖሊስ ንጥርጡር ዓጂቦም ናብ መደበሮም በጽሑ። ግቡእ መርመራ ምስ ተገብረ ድማ፣ ነዚ ኣቐዲምና ዝገለጽናልኩም ዝርዝር ዝጸንሐን ካልእ ክስታትን ፈጸምቱን ንሱን እተን ካብ ሑመራ ዝተበገሳ ክሰርቃ ዝጸንሓ ኣብ ቁጽጽር ዘይኣተዋ ጉጅለታት ምዃነን ዘነጸረ ህዝቢ ተሰነይን ዓዲግድርን ድማ ከም ቀደሙ ቤቱ ኣርሕዩ ክድቅስን ነንሕድሕዱ ተኣማሚኑ ናብርኡ ኣብ ምቅጻልን ይርከብ። ካብ ሑሞራ ክሳብ ዓዲግድር ዝተዘርግሐ መርበብ ስርቂ ድማ፣